እሰይ እንኳን ደስ አላችሁ የሰማሁትን ላካፍላችሁ ብዬ ነው። እኔ በደስታ ሰክሬ ያለው ቸሩ መድኃኔዓለም ክብሩ ይስፋ። አቦ ገ- የቁልቢው ገብርኤል ክብሩ ይስፋ።
ጆን ዳንኤል ሓውና መቸም ኩላህና ንፈልጦ ኢና ኣብ ዝሓለፈ ብምኽንያት ኣሸንዳ ናብ መቐለ ክኸዱ ኣብ ዝሓሰቡሉ እቲ ኩነታት ኣየር ሕማቕ ስለ ዝነበረ ካብ ኣየር ውረዱ ተባሂሎም ብከምዚ ዝተፈጠረ ዕግርግር ወይ ከኣ ኣይንወርድን ኢና ስለ ዝበሉ ኣብ ላይፍ ኣትዮም ውን ነቲ ዝነበረ ኩነታት ስለ ዘመሓላለፉ እሱርቤት ተኣሲሮም ኔሮም ተኣሲሮም ኔሮም ክሳብዚ ሰዓት እዚ ድማ ይመላለሱ ቤት ፍርዲ ኔሮም ኣብ ሰዓት እዚ ግን ተፈቲሖም ኣለዉ ኣዝዩ ደስ ዝብለካ እንቋ ሓጎሰኩም ዝተፈላለዩ ማዕከናት ዜናታት ብፍላይ ብዙሓት ኢትዮጵያውያን ኣሕዋትና ከም ዝተፈትሑ በዓል ጆን ዳንኤል ይዛረቡ ኣለዉ እወ ጆን ዳኒኤል ተፈቲሑ ግን ንገዝኡ ዝመጽእ ድሕሪ ዓሰርተ ሓሙሽተ መዓልቲ ወይ ከኣ ድሕሪ ክልተ ሰሙን ገለ እዩ ኦሬዲ ግን ተፈቲሖም ኣለዉ ይውጽኡ ይለቐቑ ተባሂሎም ኣለዉ እቶም ካልኦት ብጀካ ጆን ዳኒኤል ድማ እቶም ካልኦት ኣብዚ ክልተ መዓልቲ ንገዝኦም ክኣቱ እዮም ተባሂሉ ኣሎ ጆን ዳንኤል ሓውና ግን ድሕሪ ዓሰርተ ሓሙሽተ መዓልቲ ንገዝኡ ክመጽእዩ ኦሬዲ ግን ተፈቲሑ እዩ ተባሂሉ ኣዝዩ ደስ ዝብለካ ናይ ብሓቂ ተሓጒሰ ብሓፈሻ ኣድነቕቲ ጆን ዳንኤል ሓውና ድማ እንቋዕ ሓጎሰኩም ክብል እፈቱ ካብቲ ደስ ዘይበለኒ ገለ ገለ ሰባት ዝዛረብዎ ዘለዉ ዘረባ ድማ ኣዝዩ እዩ ዘሕርቐካ ጆን ዳንኤል ምስ ኣዶናይ የዋዳድርዎም ኣለዉ እዞም ሰባት እዚኦም ክልቲኦም የሕዋት እዮም ገና ካብ እሱርቤት ከይወጸ የባእስዎም ኣለዉ ወይ ከኣ ጽልኢ ይነዝሑ ኣለዉ። ብጣዕሚ ዘሕዝነካ ክቡራት የሕዋት ቀዳማይ ነገር እዞም ሰባት እዚኦም ክልቲኦም የሕዋት እዮም ነናቶም ጽባቄ ድማ ኣለዎም ነናቶም ጽባቄ ኣለዎም ነንሕዶም ንኽባኣሱን ንኽተሓሳሰዱን ግን እዚ ሓደ ክልተ ሰባት ዝገብርዎ ዘለዉ ኣዝዩ ዘሕርኣካ ክቡራት የሕዋት ስለዚ ዓገብ ክንብሎም ይግብእና እዩ ነዞም ከምዚኦም ሰባት ጆን ዳንኤልን ከምኡ ድማ ኣዶናይ ሓውናን ክልቲኦም የሕዋት እዮም ዘተሃላልኽ የብሎም፣ ድኾነ ዘዋዳድር ነገር የብሎምን፣ ነናቶም ብልጫ ነናቶም ስራሕ ኣሎዎም። ካብ ኩሉ ካብ ኩሉ ከኣሲ ክልቲኦም ይሕዋት እዮም። ስለዚ ጆን ዳንኤል ከምዚዶ ኣዶናይ ከምዚዶ ዝብሉ ሰባት እንድሕር ሃልዮም ብኽልቲኡ ወገን ዓገብ ክንብሎም ይግበእና እዩ። ካብቲ ኣዝዩ ደስ ዝበለኒ ብሓንቲ ቲክቶከር ሓፍትና ዝሰማዕኽዎ ድማ ኣዶናይ ሓውና ንጆን ዳንኤል ከይዱ እሱር ቤት እውን በጺሕዎ እዩ። ከይዱ በጺሕዎ ነይሩ እዩ ክቡራት የሕዋት። ስለዚ ነዞም ቅኑዕ ልቢ ዘለዎም የሕዋትና ባዕልና ኣይነባእሶም ወይ ከኣ ተንኮል ከም ዝሓስቡ ኣይንግበሮም። ንባዕልና ተንኮለኛታት ኮይና